Postpartum Hemorrhage እዚ ማለት ድሕሪ ሕርሲ ደሎ ብብዙሕ ደም ንፈሰካ እንታይ ማለት እዩ እንታይ እዩ እቲ criteria መዓስ ኢና እወ እዛ ሰብ እዚኣስ ካብ ዓቐን ንላዕሊ ደም ፈሲስዋ ኣሎ ንብል ስለምንታይ ከ ከምኡ ይኸውን ምስ ሓረስክን ገዛ ምስ ከድክን ኣብ ንዓክን ክረኣየክን ድኽእል ከምኡ ይገብረክን ከም ዘሎ ከመይ ጌርክን ትፈልጣ ሎማዓንቲ ብዛዕባኡ ክዛረበ ከመይ ቀኒኹም ኣሕዋተይ ትምህርትና ብዛዕባ ናይ ፖስት ፓርትም ሄመርጅ ክንዛረብ ኮለና ድሕሪ ሕርሲ ድፈሰካ ማለት እዩ ብኖርማል እንተ ሓሪስ ግን ካብ ሓሙሽተ ሚእቲ ሚሊ ሊትር ወይ ፍርቂ ሊትሮ ንላዕሊ ደም እንተፈሲስ ግን ወይ ብኦፕሬሽን ክትሓርሳ ኮለኽን ካብ ሊትሮ ንላዕሊ ዝኾነ ደም እንተፈሲስ ግን እዚ ፖስት ፓርትም ሄመርጅ ንብሎ ማለት እዩ እዚ ክብል ከለኹ ስለምንታይ ከምኡ ይኸውን ገሊኡ ኣሎ ሕርስ ምስ ኣበልክ እንድረኣየካ ገሊኡ ኣሎ ከዓ ድሕሪ ቁሩብ መዓልታት ወይ ድሕሪ ቁሩብ ሰሙናት ድረእ እውን ኣሎ ሕጂ እሱ ንዛረበሉ ሕጂ ስለምንታይ ከምኡ ንርኢ ሕጂ ብዛዕባ እዚ ክንዛረብ ከለና ብዙሕ ነገር ኣሎ እንጂ ግን ተንቀንዲ ኣርባዕተ ፎርቲ ኢና ንብለን ተሓንቲ ቶን ቶን ማለት ማህፀን ቅድሚ ጥንሲ ምሓዝና ንእሽተይ ነገር እዩ ሽዕኡ ቆልዑ እንዳገጀፉ ክኸዱ ከለዉ እንዳተመጠጠ እዩ ድኸይድ ደሎ ምስ ሓረስ ግን ኣብ ቦትኡ ክምለስ ኣለዎ ሕጂ ዝበዝሕ ግዜ ባዕሉ ይምለስ እዩ ሓንሳብ ሓንሳብ ግን ከይተመለሰ ስቕብል ሕጂ ከም ተሎ ተመጢጡ ስለ ዘሎ ብብዙሕ ደም ይፈስስ ማለት እዩ ሕጂ ብከምዚ ፋንደል መሳጅ ትበሃል ኣሎ ብደገ ማሳጅ ይገብሮ ናብ ቦትኡ ንክምለስ ማለት እዩ እንዳ ፀቐጥካ

ናብ ቦትኡ ይምለስ ማለት እዩ ሓንሳብ ሓንሳብ ከዓ እቲ ትራማ ትራማ ማለት እቲ ድጭደድ ብደገ ወይ ብውሽጢ ናይ ገሌኽን እቲ ኣፍ ማህፀን ተተጨዲዱ ወይ ቅድሚ ሕጂ እቲ ናይ ክንሸባ ነገር ተሰፍዩ እንተ ፀኒሑ ንሱ ብዙሕ ደም ክፈስስ ይኽእል እዩ እዚ ክብል ከለኹ ሓንሳብ ሓንሳብ እቲ ናይ ቶን ክኸውን ይኽእል እዩ፣ ሓንሳብ ሓንሳብ ናይ ትራማ ክኸውን ይኽእል እዩ፣ ሓንሳብ ሓንሳብ ከኣ ብሓንሳብ ክልቲኡ ክኸውን ይኽእል እዩ። ከምኡ እንተኾይኑ እዚ ክልቲኡ እንተኾይኑ ኢና ገሊኤ ስጋብ ክልተ ሊትሮ ክኸደኪ እንድኽእል ደም ንሪኦ እዚ ስለ ዝኾነ እዩ። ሕጂ ብኸምኡ እዩ ናይ ተኸንቺብኪ እንትፈልጣ ዶ ኢልና ንሓታ ሕቶ ኣብቲ ናይ መጀመርታ ክትመፃ ከለኽን ነዚ ፈሊጥና ክንፀንሕ ምእንታን እቶም ኦቢጂዋኤን የድልዩና እንተኾይኖም ተቐሪቦም ክፀንሑ ስለ ዘድሊ ኢና ኩሉ ግዜ ንሓተክ ግን ኣብቲ ፋይል ጽሒፍናዮ ንጸንሕ ኣብቲ ሳላሳን ሽዱሽተን ሰሙን ድፍትሽዎ ከኣ እዚ ስለ ዝኾነ እዩ ቅድሚ ብዛዕባ እዚኣ ምዝራበይ ብዛዕባ እዛ ትሮምቢን ክዛረብ ትሮምቢን ክንብል ከለና ደም ንክድስክል ድሕግዞ ኣብ ነብስና ፕሌትለት ድበሃል ኣሎ ቅድሚ ሕጂ ብዛዕባኡ ተዛሪበ ነይረ ብዛዕባ ፃዕዱ ዋህዮታት ቀያሕቲ ዋህዮታት ፕሌትለት ድብል ተዛሪበ ነይረ ኣብ ጥንሲ ሓንሳብ ሓንሳብ ትራምቦሳይዶፒንያ ድበሃል ኣሎ እቲ ደም ደደስክል፣ Platelet፣ እቶም ከም ዋህዮታት እዩ። አ፣ ጻዕዳ ዋህዮታት፣ ቀያሕቲ ዋህዮታት፣ Platelet፣ ኣይትሓዙለይ ብትግርኛ እንታይ እዩ? እሱ ጎዲሉ እንተሎ ብብዙሕ ደም ክፈሰክን ይኽእል እዩ። ብኸም ኢና ሕጂ ቫይታሚን ኬ ኣይተውሕዱ ቆልዑ ምስ አ፣ ሓርስ ግን እዚ ቫይታሚን ኬ አ፣ ድውግኡ እቲ ንዕኦም ደድልዮም እቲ ናይ ፕሌትለት ስለ ዘድሊ ንከምኡ ስለ ድሕግዝ ቫይታሚን ኬ ብከምኡ ኢና ቫይታሚን ኬ ኣይተጉድላ ኣብ ናትክን ዳየት ንብለክን እዚ ክመጽእ ስለ ዝክእል ሕጂ ከምኡ ደለክን ጀስቴሽኖ ትራምቦሳይቶፒንያ ደለክን ኣብ ጥንሲ እቲ ናትክን ፕሌትለት ይጎድል እንተኮይኑ ብከምኡ ኢና ከመይ ከም ዘሎ ወርሓዊ ሲቢሲኤን ዲፈረንሻል ንገብረልክን ናይ ደም መርመራ ንገብረልክን ወርሓዊ እሱ ብጣዕሚ ጎዲሉ እንተሎ ከኣ ምዃንዳ ጎደለ ይኺድ ተሎ ቀልጢፍና ክነሕርሰክን እሱ ማራ ከይጎደለ ኢንዳክሽን ኪንገብረልክን ንብለክን እሱ እዚ ክመጽእ ስለ ዝኸል ምኽንያቱ ደም ይፈስስ ኣሎ ግን ነቲ ደም ጠጠው ከብሎ ድኽእል ነገራት የለን ሕጂ ብኸምኡ ብዙሕ ደም ክፈሰክን ስለ ዝኽእል ፕሊዝ እቲ ትራምቦሳይዶፔን ኣለክን ፕሊዝ ቀልጥፍ ኢልና ክነሕርሰክን እንተኢሎምኽን ኣይትበኣሶም ብዛዕባኡ እውን ናቱ ቪድዮ ክሰሪሐ ግዜ ምስ ረኸብኩ ናይ መወዳእታ እቲ ደም ንሪኦ እቲ ምስ ሓረስ ግን there's uh, retained product of conception ንብሎ እዚ እቲ ቲሹ ማለት እዩ እዚ እንታይ ማለት እዩ እ፣ ዝኾነ ናይቲ ጥንሲ ሒዝክንኦ ነበርክን ነገራት ተሪፉ ኣሎ ናይ ናይ መድሕንቲ ድዩ ወይ ናይ ዝኾነ ምሻሎ እቲ ክወፅእ ድግብኦ ምስ ሓረስ ግንዚ ገለስ ተሪፉ ኣሎ እዚ ሕጂ ዝበዝሕ ግዜ መዓስ ንሪኦ እ፣ ናይ ገሊኡ ሰባት ሽዑ ንሽዑ ይረኣየና ደም ብዙሕ ይፈሰን ናይ ገሌኽን ድሕሪ ኣርባዕተ ሰሙን እንታይ ከም ዝኾንኩስ ብዙሕ ደም ይፈሰኒ ኣሎ ገለ ትብሎ እንተሎ ወይ ረስኒ ገይርለይ ወይ ከምዚ ቅርፀት ገይርለይ ብጣዕሚ ቅርፀት ገይርለይ ወይ ተምላስ የምልሰኒ ኣሎ ገለ እንተ ተራኢክን ስቃይ ትበላ ዝኾነ ተሪፉ ከይከውን ብውሽጢ ኦልትራሳውንድ ጌርና ክንፈልጦ ምእንታን ዝኾነ ተሪፉ ከይህሉ ከምኡ ተሪፉ እንተሎ ምእንታን ስኢልክን ደም ከይትፈሳ ማይሶፕሮስቶል ድበሃል ኣሎ ከኒና ንህበክን ነቲ ተሪፉ ደሎ ከም ድወፅእ ይገብሮ ምክንያቱ ነቲ ኣፍ ማህፀን ከም ድኽፈት ገይሩ ከም ፔሪዮድ ኮይኑ ይወፅእ ማለት እዩ እዚ ድበዝሕ ንሪኦ ኣብ እቲ ሕርሲ ነዊሕ ግዜ እንተወሲዱ ወይ ማናቱ ወይ ካብ ማናቱ ንላዕሊ ጥንሲ ሒዝክን እንተለኽን ምክንያቱ እቲ ማህፀን ማራ ስለ ድምጠጥ

ንከምዚ ንክንቅረብ ማለት እዩ so please ቅድሚ ሕጂ ከምኡ ክትሃርሲ ከለክን ከምኡ ጌርክን እንተ ኔሩ እሞ ከኣ ካብ ትደለክንኦ ሃገር ወጻኢ እንተለክን record ገለ ተደይብሎ እዚ እንዳ ዘከርክን እቲ ኩሉ ግዜ ትሓርሳሉ ዘሎ ግዜ ነገራት ንዶክተርክን እንዳ ሓተትክን ዝኾነ complication ኔሩ ድዩ እንታይ እንታይ ክፈልጦ ኣለኒ ብዛዕባ እዚ ሕርሲ ኢልክን ሕተቶም ምክንያቱ ሽዑ ናብ ካልእ ሃገር ክትከራ ከለክን ኦ ቅድሚ ሕጂ ክትሃርሳ ከለክን ከመይ ኔሩ ክንብለክን ከለና ይቐለልክን እቲ ኢንፎርሜሽን ንዶክተርክን ክትህባ ማለት እዩ anyways okay so እቲ ንከምዚ ንከይመፅእ ከመይ ጌርክን ክትከላኸላ ትኽእል ኣብ ብድከኣለክን ምስ ዶክተራትክን እንዳተዛረብክን እቲ ኣፖይንመንታት ናይ ፕሪኔትል ኣፖይንመንት እቲ ወርሓዊ ክልተ ሰሙን ኣብ ሰሙን ትረኣዮ እንዳመፃኽን ምክንያቱ ኣዊ ኢና ንፈልጦ ዝኾነ ጎዲልክን እንተሎ፣ ዝኾነ ልዒሉ እንተሎ፣ ቀልጢፍክን ክትሓርሳ ይግበኣክን እንተኾይኑ፣ ነዚ ነገራት ምእንታን ከተቋርጽ ማለት እዩ። ምስ ሓረስክን እውን ዝኾነ ከምዚ ደም ፈሰክን እንተሎ ቅልጢፍ ኢልክን ንገራና። ምስ ሓረስክን ኣብቲ ሆስፒታል እንተለኽን እሞ ከዓ ከምዚ ናይ ናይ ቶን

ጽቡቅ ደይስማዓክን እንተሎ ስቅ ኣይትበላ ናይ ናይ ኣብ ሓበሻ ድሪኦ ደልኹ ለንቀነ ናይ ናይ ሕርሲ እዩ ናይ ቀጨውጨው እዩ ድብለካ ነብስኻ ከምኡ ድበሃል ነገር የለን እቲ ኦፍ ኮርስ ናይ ናይ ሕርሲ ነገር ቃንዛ ኣሎ ጽቡቅ ደይስማዓካ ነገራት ኣሎ እንዲዩ ግን ካብ ዓቐን ንላዕሊ እንተኮይኑ ስቂልና ኣይንሳቀ ደውላ ምስ ዶክተራት ክንተዛረባ ኖርማል ተኮይኑ